ሰላም ጥዕና ሃበለይ ዝኸበርኩም ተኸታተልቲ ዲደብሊው ኢንተርናሽናል ዕለታዊ ዜና እንሆ። ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ንህዝቢ ትግራይ ዝመፀ ረድኤት ናብ ተሓገዝቲ ከይሓልፍ ይኽልክልን ይዘምትን ከም ዘሎ ኤኤፍፒ ኣቃሊዑ ኣሎ። እቲ ዕሱብ ባዕዳዊ ሰራዊት ኣብ ቀረባ እዋን ኣብ ግጀትን ሳምረን ንህዝቢ ዝመፀ ረድኤት የከፋፍሉ ዝነበሩ ሰራሕተኛታት ረድኤት ካብቲ ከባቢ ክወጽኡ ከም ዘገደደ ንኤኤፍፒ ብምጽራሕ ኤምኤስኤን ዳት ካም ጸብጺቡ'ሎ። ኣብ ካልኦት ከባብታት ድማ ኣባላት እቲ ዕሱብ ሰራዊት ረድኤት ናብ ዝወሃበሉ ቦታ ብምምጻእ ህዝቢ ከም ዘፈራርሑን እቲ ህዝቢ ምስ ተበተነ ድማ ነቲ ረድኤት ከም ዝዘመትዎን ኤምኤስኤን ዳት ካም ወሲኹ ኣመልኪቱ'ሎ። ነዚ ጸገም ኣመልኪቶም ሰራሕተኛታት ገበርቲ ሰናይ ትካላት እናበኸዩ ንሰበ ስልጣን ፋሽስቲ ኣብይ ዋላ እንተተዛረቡ ሰማዒ ግና ከም ዘይረኸቡ እቲ ጸብጻብ ኣፍሊጡ'ሎ። ብዛዕባ እቲ ኩነታት ዝተሓተተ ሓላፊ ኮማንድ ፖስት ትግራይ ዕሱብ ጀነራል ዮውሃንስ፣ ኣብ መስመር ዓዲግራት፣ ኣኽሱምን ካልኦት ከባብታትን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ረድኤት ናብ ተጠቀምቲ ከይሓልፍ ንምንታይ ከምዝኸልከለ ንምፍላጥ ንኣዘዝቲ እቲ ዕሱብ ሰራዊት ሓቲቱ ምላሾም እናተጸበየ ከምዝኾነ ምግላጹ እቲ ዜና ሓቢሩ'ሎ። ኣብ ኢትዮጵያ ይረኣ ዘሎ ኣዝዩ ዘተሓሳስብ ምግፋሕ ኮቪድ ዓሰርተ ትሽዓተ ከቢድ ህልቀት ከስዕብ ከምዝኽእል ብምግንዛብ ነቲ ኣብ ስራሕ ውዒሉ ዘሎ ዛጊድ ድማ ናብ ትግራይ ዝኣተወን ክታበት ኮቪድ ዓሰርተ ትሽዓተ ሰብ ሞያ ጥዕና ትግራይን መላእ ህዝብናን ብቕልጡፍ ንኽኽተቡ ቦርድ ጥዕና ዓለምለኸ ማሕበረሰብ ምሁራን ተጋሩ፣ GSTS፣ ፀዊዑ ኣሎ። ብተወሳኺ ህዝብና ሰብ ሞያ ጥዕና ንዝህብዎ ማዕዳ ብሙሉእ ዓርሰ እምነት ክቕበሎ ከምዝግባእ እቲ ቦርድ ኣገንዚቡ። እቲ ቦርድ ዘውፅኦ ሙሉእ መግለፂ ድሕሪ ዜና ክነቕርበልኩም ኢና። ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ብዘይ ቅድመ ኹነት ካብ ትግራይ ንኽወፅእ መንግስቲ ካናዳ ኣተሓሳሲቡ ኣሎ። መንግስቲ ካናዳ ኣብ ኢትዮጵያ ብዝርከብ ኤምባሲኡ ኣቢሉ ኣብ ትግራይ ብሰንኪ ሓይልታት ወረርቲ ዝወረደ ከቢድ ዕንወት ኣብ መሬት ወሪዱ ከም ዝተዓዘበን ህዝብና ይበፅሖ ብዛዕባ ዘሎ ስቓይ ከም ዝተረደኣን ብምሕባር ዕሱብ ሰራዊት ውልቀ መላኺ ኢሳያስ ኣፈወርቂ ብዘይገለ ቅድመ ኩነት ካብ መሬት ትግራይ ንኽወፅእ ኣተሓሳሲቡ ኣሎ። እቲ ዕሱብ ባዕዳዊ ሰራዊት ሙሉእ ንሙሉእን ክረጋገፅ ብዝኽእል መገዲ ካብ ትግራይ ብቕልጡፍ ክወፅእ ከምዝግባእ ድማ ካናዳ ኣተሓሳሲባ ኣላ። ብተወሳኺ ካናዳ ኣብ ትግራይ ዝተፈፀሙ ግፍዕታት ብናፃን ዘይሻራውን ኣካል ንኽፃረዩን ገበነኛታት ብሕጊ ንኽሕተቱን ኣብ ልዕሊ ሰላማውያን ሰባት ዝተፈፀሙ ጥቕዓታት ብፍላይ ድማ ፆታዊ መጥቃዕትታት ጠጠው ንኽብሉ ህዝቢ ውሑስ ድሕንነት ንኽግበረሉን ተጻብኦታት ጠጠው ንኽብሉን ከምዝሓተተት እቲ ኤምባሲ ብትዊተር ገጹ ኣፍሊጡ'ሎ። ብኻልእ ወገን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ካብ ትግራይ ክወጽእ የብሉን ክብል ብርሃኑ ነጋ ዝመርሖ ኢዜማ ዝተብሃለ ፓርቲ ገሊጹ'ሎ። ብብርሃኑ ነጋ ዝምራሕ ፓርቲ ኢዜማ ኣብ ዘውጽኦ ሰነድ ሰራዊታት ኢትዮጵያን ኤርትራን የካይድዎ ብዘለው ጥሙር ምንቅስቓስ ንሕወሓት ክድምስስዎ ኣይከኣሉን። የግዳስ ሕወሓት ናብ ሜዳ ብዙሕ ዝዘለዉ ኣሽሓት መናእሰይ ትግራይ እናተጠናኸረ ብምምፃእ ንሰራዊታት ኢትዮጵያን ኤርትራን ብደባይ ውግእን ሓውሲ ስሩዕ ውግእን እናመከቱ እዩ ኢሉ ኣሎ። ኣብ ከምዚ ዝበለ ኩነታት ባዕዳዊ ሰራዊት ውልቀ መላኺ ኢሳያስ ካብ ትግራይ ይውፃእ ምባል ንኢትዮጵያ ናብ ከቢድ ሓደጋ ዘእቱ እዩ ዝበለ ኢዜማ እቲ ባዕዳዊ ሰራዊት ካብ ትግራይ ክወፅእ የብሉን ከምዝበለ ትግሃት ዝተብሃለ መርበብ ሓበሬታ ፀብፂቡ'ሎ። ብርሃኑ ነጋ ኣብ ኣስመራ ኮይኑ መንግስቲ ኢትዮጵያ ብሓይሊ ንምዕላው ካብ ውልቀ መላኺ ኢሳያስ ኣፍወርቂ ዝወሃቦ ትእዛዝ ከፈፅም ዝፀንሐ ቀንዲ መራኸቢ ድልድይ ፋሽስቲ ኣብይን ውልቀ መላኺ ኢሳያስን ኮይኑ ዘገልገለ ነቲ ምፅናት ህዝቢ ትግራይ ዝኣወጀ ኢሳት ቴሌቪዥን ዘጣየሸን ህንፀት ዓብዪ ግድብ ህዳሰ ንምዕንቃፍ ኣብ ሓደ እዋን ፍርቂ ሚልዮን ዶላር ተቐቢሉ ብፓስፖርት ኤርትራ ይንቀሳቐስ ዝነበረን ዕሉል ባንዳ እዩ። ኣብ ካናዳ ከተማ ዊንድሶር ዝነብሩ ተጋሩ ብኩነታት ዓዶም ከም ዝተሻቐሉ ተሓቢሩ። እዞም ተጋሩ ዲያስፖራ ፋሽስቲ ኣብይ ኣሕመድ ኣብ ትግራይ ወራር ካብ ዝፍጽም ንደሓር ኣብ ሻቕሎትን ጭንቅን ከም ዘለዉ ሲቢሲ ዝተብሃለ ማዕኸን ዜና ካናዳ ጸብጺቡ'ሎ። ኣቦ ወንበር ማሕበረሰብ ትግራይ ዊንድሶር ዝኾኑ ፕሮፌሰር ሙልጌታ ተድላ ኣብ ዊንድሶር ዘለና ተጋሩ ግዳያት እዚ ኩናት ኢና ክንድቅስ ኣይከኣልናን ኩልሻዕ ኣብ ጭንቂ ኢና ዘለና ከም ዝበሉ እቲ ዜና ኣመልኪቱ ኣሎ ፕሮፌሰር ሙልጌታ ክልተ ናይ ቀረባ ኣዝማዶም በቶም ወረርቲ ከም ዝቕተቐተልዎምን ዘመዱ ዘይተቐተሎ ትግራዋይ ከም ዘየለን ምስ ገለጹ ኣብ ትግራይ ኮነ ተባሂሉ ተራእዩ ዘይፈልጥ ጾታዊ ዓመፅ ኣብ ልዕሊ ህፃናትን ኣዴታትን ይፍፀም ከም ዘሎ ሓቢሮም ኣለዉ። እቶም ፕሮፌሰር፣ መንግስቲ ካናዳ ንኲናት ትግራይ ዝሃቦ ግብረ መልሲ ከምቲ ናይ ኣሜሪካን ናይ ሕብረት ኣውሮፓን ዓይነት ጠንካራ ከምዘይኮነ ብምግላፅ ካብዚ ዝበለፀ ግብረ ምንቅስቓስ ከምዝፅበዩ ኣረዲኦም። ቅድሚ ወራር ፋሽስቲ ኣብዪ ትግራይ ውሑስ ሰላም ከምዝነበረን ንሶም እውን ዓመት ዓመት ናብ ዓዶም እናኸዱ

ብቕልጽምና
ፈጸምና ዘይጠወት ዘይጥወ ብሓይሊ መንገዲ እንትሕግር ኣብ ነሰግሮ ብብልሃት ነሰግሮ ብዓቕሊ
ኣብ መወዳእታ ፋሽስቲ ኣብዪ ኣሕመድ ኣብ ትግራይ የካይዶ ዘሎ ኩናት ጠጠው ክሳብ ዘየበለን ዕሱብ ባዕዳዊ ሰራዊት ውልቀ መላኺ ኢሳያስ ድማ ካብ ትግራይ ክወፅእ እንተዘይተገይሩ ንመንግስቲ ኣሜሪካ ንኢትዮጵያ ዝህቦ ሓገዝ ከምዘይህልው ኣፍሊጡ ኣሎ ኣብ ሚኒስትሪ ጉዳያት ወፃኢ ኣሜሪካ ሓላፊ ጉዳያት ኣፍሪካ ሮበርት ጎደክ ኣብ ትግራይ ይካየዱ ዘሎ ኩናት ጠጠው ክብል ኣለዎ፣ ኣብ ኩሉ ከባብታት ዘተኣማምን ተበፃሕነት ሰብኣዊ ሓገዝ ክህሉ ይግባእ፣ እቲ ይፍፀም ዘሎ ግፍዕታትን ጥሕሰት ሰብኣዊ መሰላትን ደው ክብል ኣለዎ፣ እሱብ ባዕዳዊ ሰራዊት ውልቀ መላኺ ኢሳያስን ሚሊሻታት ኣምሓራን ድማ ካብ ትግራይ ክወፁ ይግባእ ከምዝበሉ ቪኦኤ ሓቢሩሎ። መንግስቲ ፋሽስቲ ኣብይ ነዞም ኣሜሪካ ዘቕረበቶ ጠለባት ክሳብ ዘየማልእ ግና ካብታ ሃገር ክወሃቦ ዝጸንሐን ኣብ ቀረባ እዋን ጠጠው ዘበለን ካብ ሰብኣዊ ረድኤት ወጻኢ ዘሎ ኩሉ ዓይነት ሓገዝ ከምዘይረክብ ቪኦኤ ወሲኹ ሓቢሩ'ሎ። እምበኣርከ ዝኸበርኩም ተመልከትና ንሎሚ ዝሓዝናልኩም ዜናታት ነዚኦም ይመስሉ ነይሮም። ብኻልኦት ዜናታት መሊስና ክንራኸብ ኢና። ክሳብ ሽዑ ሰላም። ሃለዋትናን ድሕንነትናን ብቕልጽምና